ኩሉ ዝከኣለና ክንገብር ደጊምና ደጋጊምና ንጽውዕ። ብቐጥታ ናብቲ ሎሚ ኣዳሊናዮ ዘለና መደብ ክነብል። ከምዚ ንርእዮ ዘለና ቢንያም ግርማይ ኣብ እዚ ዓመት እዚ ንካልኣይ ግዚኡ ብሉጽ ዓወት ኣመዝጊቡ ኣሎ። ቢንያም ግርማይ ሎሚ ውን ቀዳማይ ወጺኡ። ኣባል ክለብ NSN ኤርትራዊ ኦሎምፒካዊ ተቐዳዳማይ ቢንያም ግርማይ ሎሚ ኣብ ዝተኻየደ መበል ሰላሳን ትሽዓተን ውድድር ክላሲካ ደ ኣልሜርያ ቀዳማይ ብምውጻእ ታሪኽ ምስራሕ ቀጺልዎ ኣሎ። ንዕኡን ንጋንትኡን ድማ እንኳዕ ሓጎሰኩም፣ ብዓቢኡ ድማ ንኹሉ ኤርትራዊ እንኳዕ ሓጎሰና ክንብል ንፈቱ። ቢንያም ግርማይ ድማ ኣብ ዝቕጽል ውድድራቱ ድማ ዓወት ንምነየሉ።

እዚ ንሪኦ ዘለና ብፋኖ ዝተማረኸ ወተሃደር ናይ ኣብዮት በሻሻ እዩ። ዕድመይ ዓሰርተ ሽዱሽተ እዩ። ኣነ ካብ ክልል ኦሮሚያ እየ መፅየ ዘለኹ ብምባል ናቱ ቃለ መሰክርነት ይህብ ኣሎ።
ክፍለ ጦሬ ሰማንያ ሁለት ነው። ከተያዝኩ ኮምቦልቻ ነው። ትማራላችሁ ተብሎን ነው መጣ ትማራላችሁ ምናምን ተብሎን ነው መጣ
ነዚኦም ንሪኦም ዘለና መዓንጣ ዘይቆጸሩ ህጻውንቲ ኣቤቶ ወዲ በሻሻ ካብ ክልል ኦሮሚያ ገፊፉ ብምምጻእ ኣብ ዝሓለፈ እዋናት ውን ቪድዮ ሰሪሕና ኔርና ብዙሕ ግፋታት ይካየድ ከም ዘሎ ሓቢርና ኔርና ገለ ካብቶም ዝግፈፉ ዘለዉ ትሪእዎም ዘለኹም ድማ ከምዚ ዝኣመሰሉ ህጻናት ትሕቲ ዓሰርተ ሽዱሽተ ዓመት ዓሰርተ ሓሙሽተ ዓመት ዝኾኑ ህጻውንቲ እዮም ናብ ትምህርቲ ትኸዱ ኣለኹም ክትመሃሩ ኢኹም ብምባል ድማ ብረት ከመይ ጌርካ ትትኮስ ብምርኣይ ናብ ኩናት

እዚ ንሪኦ ዘለና ህፃን ኣብ ኮምበልቻየ ተማሪኸ ይብል ኣሎ ኣብኡ ተማሪኸ ፋኖ ኣኺቢቦሞ እዮም ድሮ ነይሮም ኣነ ድማ ኣብቲ ሰዓት እቲ ዕድል ረኺበ ተማሪኸ ይብል ኣሎ እንታይ ኢና ነዚ ቪድዮ እዚ ኣምፂናዮ ዘለና እዚ ዓምባኽ ኣብየት ወዲ በሻሻ ዝውንኖ ሰራዊት ትርጉም ዘይብሉ ቡኮ ሰራዊት ምዃኑ መጠረሽትኡ ድማ ሰራዊት ወዲኡ ናብ ከምዚኦም ዝኣመሰሉ ህጻናት ክትመሃር ኢኹም ብምባል ናብ ኩናት ይጠብሶም ምህላዉ ድማ ብጣዕሚ የሕዝነካ። ከም መርኣያ ናይዚ ድማ ኣብዚ ትሪእዎ ደለኹም ሓደ ሓበሬታ ኣብ ኢትዮጵያ ወጺኡ ኣሎ። እሱ ከኣ ካብ ቅድሚ ሕጂ ካብ ሰራዊት ብዝተፈላለዩ ምክንያታት ዝወጹ ሕጂ ውን ናብ ሰራዊት ክምለሱ ዝደልዩ ዝኮነ ይኩን ሰብ እንድሕር ኣሎ ኮይኑ ሕጋጋት ጽሒፎምሎም ኣለዉ ከማልእዎ ዝክእሉ ሓበሬታታት ውን ጽሒፎምሎም ኣለዉ ዝኮነ ይኩን ሰብ ናብ ምክልካል መጽዩ ናብ ሰራዊት ክምደብ ይክእል እዩ ክንቅበለኩም ንኽእል ኢና ይብሉ ኣለዉ። ብዛዕባ እዚ ዝምልከት ጽሑፍ ሓውና ሰናይ ሰሎሙን ወዲ መምህር ዝጸሓፎ ኣሎ ናብኡ ከብለኩም ሓቢርና ንከታተሎ። ዝጸገበት ጤልሲ ሑኽሮ ሑኽሮ ትኸይድ። ምምራኽ ዝለመደ ሰራዊት ብልጽግና ጎቦ ጎቦ ይኸይድ። ስርዓት ብልጽግና ኣብ ግዜ ደርግን ህወሓትን ንዝነበሩ ምሩኻት ሰራዊት ዳግማይ ንኽምለሱ ይጽውዕ። እዚኦም ሕጂ ዝዕደሙ ዘለዉ ድማ ከም ኣመሎም ምስ ጠፍኡ ካድረታቱን ደገፍቱን ጸፍጺፉ ከኽትቶም እዩ። እቶም ደገፍቱ ናይ ብልጽግና ካብ ሕጂ ሕሰብሉ። ኣብይ ኣሕመድ ክሳብ ሓሙሽተ ሰባት ዝተርፉ ማለት ንሱን ሰበይቱን ደቁን ክቃለስ እየ ይብል ኣሎ። ኣብ ታሪኽ ኢትዮጵያ ኣብዚ ዝሓለፈ ሸውዓተ ዓመታት ጥራይ ከምኡ ጌሩ። ወዲ ሰብ ዝሃለቐሉ እዋን ተራእዩ ኣይፈልጥን እዩ። ኣብይ ኣሕመድ በዚ እውን ዕጉብ ኣይኮነን። ገና ፅባሕ እውን ዝኣኽሎ ኣይመስልን እዩ። ክቕፅለሉ እዩ። እታ ኮሪደር ልማት ናቱ ብደም ንፁሃት ኢትዮጵያውያን ከጠጥዓ ዝነቐለ ይመስል። ነዚ ፃውዒት እዚ ከም መምርሒ ክሳብ ታሕተዋይ ቤት ፅሕፈት ኣብ ኩለን ክልላትን ዞባታትን ብስነ ስርዓት ተዘርጊሑ ኣሎ። ወተሃደር ዝነበረ ኩሉ መፂኡ ክምዝገብ ዝብል እዩ። ንብልጽግና ኩነታት ኣዝዩ ሓሚቕዎ ከም ዘሎ ዘመላኽት ድማ እዩ። እዚ ንሕምቀት ጀነራላት ብልጽግና ዘቃልዕ ነበረ። ኣብይ ኣሕመድ ንለኣኽቱ ንኢማራትን ምዕራባውያንን ንጉዳይ ፋኖ ይኹን ሸኔ ብመሰረት ምሩኻት ጀነራላቱ ካብ ሰሙን ክሳብ ወርሒ ዝወስድ ኲናት እዩ፣ ነዚኦም እውን ጸራሪገ ከጥፍኦም እየ ምባሉ ዝርሳዕ ኣይኮነን። እቲ ኩነታት ግና መልክዑ ቀይሩ ብኣንጻሩ ኮነ። ብኣንጻሩ ምስ ኮነ ድማ ደገፍቲ ብልጽግና ንስትራተጂ ፋኖን ንምጽላም ብዙሕ ፈቲኖም። ፋኖ ካብ ዓበይቲ ስትራተጂካዊ ቦታታት ምሓዝ ሓሊፉ ማሪኹ ንዓለም ከፍልጥን ከረክብን ዝበቕዐ ጥርኑፍ ሰራዊት እዩ። ድሕሪ ፋኖ ዝጽበዮ ዘሎ ህወሓት እዩ። ነዚ እኹልን ብቑዕን ውድብከ እንታይ እዩ ክገብሮ? በዚ ኩነታት ኣብይውን ኣብ ቅድሚ ህዝቢ ዓለም ሓፈረን ተዋረደን። ዝተናዓቕካዮ የጥንስ ከም ዝበሃል ፋኖ ናይ ሻዕብያ ቅዲ ተኸቲሉ ይኸይድ ክሳብ ዝሃለወ ብሓይልን ብብዝሒ ሰራዊትን ኣፅዋራትን ኢና ንድምስሶ ክብል ኣብ ኣኼብኡ ተሰሚዑ። በዚ ምኽንያት እዚ ኣብ ዝሓለፈ እዋን ነዛ ኩላ ግዳም ሓደርን በጋሚንዶን ኣኻኺቡ ቀለብ ኣሞራን ተረፍ ፋኖን ገይርዋ ዩ። ሕጂኸ ሕጂ ዶ ኮይኑ ዋይ ዋይ እንሆ ፈረስ እንሆ ሜዳ። እዚ ሓውና ሰናይ ሰሎሙን ወዲ መምህር ዝጸሓፎ ጽሑፍ እዩ። ልክዕ ከምዚ ክገልጾ ዝጸንሐ ድማ እዚ ቀዲምና ክንርእዮ ዝጸናሕና ህጻን ሓደ ካብቲ ግዳይ ናይ ኣብዮት ወዲ በሻሻ ዝኾነ እዩ። ካልኦት ብዙሓት ህጻውንቲ ኣዲኦም ትቁጸሮም ስለዚ እዚ ስርዓት እዚ ኣብ ኣጋ ዕርበቱን ጥፍኣቱን ህዝቢ ለኻኺሙ ሃገር ለኻኺሙ'ዩ ዝጠፍእ ዘሎ። ኣብ ኣዲስ ኣበባ ብዛዕባ'ቶም ለውጢ ንደሊ ኣለና ብምባል ኣብ ትሕቲ ኣብየት ወዲ በሻሻ ተዓሲቦም ብኸብዶም ተዓሲቦም ዝነብሩ ዘለዉ ገለ ሓለፍቲ ወይ ድማ ጀነራላት ኢና ዝብሉ ተጋሩ ብዛዕባ ናይ ኤርትራን ጉዳይ ሰላም ትግራይን ዝምልከት ዝሃብዎ ሕጽር ሕጽር ዝበለ ቪድዮታት ኣሎ ናብኡ ክነብለኩም ኢና ንስማዓዮ መጀመርያ በዚ ንጀምር። ኩሉ ጸገማትና ምስ ማእከላይ መንግስቲ ኮይና ኢና ክንፈትሕ ንኽእል። ምስ ሻዕብያ ኮይና ክንፈትሕ ኣይንኽእልን። ምስ ሻዕብያ ኮንካ ዝፍታሕ ጸገም የለን። ብኩናት ዝፍታሕ ጸገም የለን። ብሰላም ምስ ማእከላይ መንግስቲ ኮይና ሕቶና ከይገደፍና ኢና ንፈትሕ። ምዕራብ ትግራይ ምምላስ ዘይምምላስ፣ ተመዛበልቲ ምምላስ ዘይምምላስ፣ ተመዛበልቲ ምምላስ ማእከላይ መንግስቲ ተቓውሞ ነይርዎ ኣይፈልጥን። እዚ ንሰምዖ ዘለና እዚ ሎቕማጽ መደናገሪ ጀነራል እንድሕር ድኣ ኣብየት ወዲ በሻሻ መሬት እቲ ወሪርዎ ዘሎ መሬትካ እንድሕር ድኣ ዝህበካ ኮይኑ እንታይ እዩ ዓጊትዎ ዘሎ ክሳብ ሕጂ ስለምንታይ እዩኸ መሬትካ ክህበካ ዘይክኣለ ስለምንታይ እዩኸ እዚ ኩሉ ተመዛቢሉ ዘሎ ህዝቢ ትግራይ ናብ ቦትኡን ናብ መሬቱን ክምለስ ዘይክኣለ ነዚኸ ክትዛረበሉ ኣይትኽእልን ኢኻ ሰላም እንድሕር ዝግበር ኮይኑ ብሰላማዊ መንገዲ ስለምንታይ ድኣ ክሳብ ሕጂ ክድንጉ ክኢሉ ኣብ ስልጣን ኔርካ ኣብ ግዝያዊ ምምሕዳር ኔርካ ክትገብሮ ኣይከኣልካን ትማሊ ዘይገበርካዮ ሕጂ ክትገብሮ ምፍታን እሞ ድማ ንሻዕብያ ክትዝልፍ ወይ ድማ ነገራት ናብ ሻዕብያ ከተሳብብ ምፍታን ናትካ ደረጃ ሕምቀት ዝገልጽ ጥራይ ካልእ ወላሓንቲ ትርጉም ዘለዎ ኣይኮነን። ካልኦት ውን ኣለዉ ኣብቲ ኣኼባታት ብዙሕ ተዘሪቡ ኔሩ ካልኦት ውን ኣለዉ ናብኦም ከኣ ከብለኩም እየ። ጀነራል ሓይሊ ዕድመ ኣሎ ባንዳየ ጸላእየ ኢሎምና ባንዳ ምስትውዕል ዘይብሉ ለዲኡን ልባዕሉን ዘይኮነ ሻዕብያ ዝሽርኽ እዩ ባንዳ ማለት ከም ሻዕብያ ጸላኢ ትግራይ ጸላኢ ኢትዮጵያ የለን ፌደራል መንግስቲ ኢትዮጵያ መንግስትና እዩ ሃገርና እዩ ውዕል ኣለና ሕገ መንግስቲ ኣለና ዘተኣሳስር ምስ ፌደራል መንግስቲ ምስራሕ ኣፍቱ ዓለም ዝረኦዮን ዝመስከሮን ውዕል ተደሪክካ ና ህዝብኻን ና መንነትካን ክብሪ ንምውሓስ ምቅላስ ህዝባውነት እዩ። እዚ ሻዕብያ ዝብል ቫይረስ ኣብ ኣእምርኦም ኣትዩ እንድዩ ዘናውጾም ዘሎ ኣብ ዝተዛረብዎ ዘረባ ኣብ ዝተኣከብዎ ሻዕብያ ከይበሉ ሓሊፎም ኣይፈልጡን እዮም እዚ ከኣ ጎስጓስ ኣብቲ ሕብረተሰብ ንምግባር እቲ ጽልኢ ኣብ መንጎ ህዝቢ ኤርትራን ትግራይን ንምዕባይ ከምኡ ድማ እዚ ህዝብታት እዚ ጌና ኣብ ኩናት ክነብር ደም ክፋሰስ ንሶም ድማ ኣብ ኣዲስ ኣበባ ኮይኖም ኣብ ትሕቲ ኣብየት ወዲ በሻሻ እናተዓሰቡ ጽቡቅ ናብራ ጽቡቅ ሂወት ንክመርሑ ጥራይ እዩ ካልእ ወላሓንቲ ትርጉም ዘለዎ ኣይኮነን እዚ ዝዛረብዎ እዚ ዝእከብዎ ዘለዉ ንሰላም ወይ ድማ ንራህዋ ንግዝኣታዊ ሓድነት ናይ ትግራይ ዘይኮነ ነታ ንውልቆም ንሂወቶም ብኸመይ ይነብሩ ኣበል እናበልዑ ወይ ድማ ደሞዞም እናተኸፍሉ ከመይ ገይሮም ፅቡቕ ይነብሩ ጥራይ እዩ። ናይ ምውሳድ ዓቕሚ ተልዩካ ጥራሕ ኢኻ ሌሰን ትወስድ ትኽእል። ሻዕብያ ምዕራብ ክኣትው ድሌት የብሉን ታይ ኢሉ ንፌደራል መንግስቲ ይዕድም ኣብ ጥቐኡ ናይ ሻዕብያ ድሌት ኣነ ኮንሲስተንትሊ ክገልፅ ነይረ ስለዝፈልጥ እታ ግጭት ኣርሒቖም ክሰድዋ እዮም ዝደልዩ ተተኻኢሎም ኣምሓራ ክትኸድ ተዘይኮይኑ ግን ኣብ ከባቢ ራያ ኣብ ካብ ድሓር መከላከያ ክትኩስ ኢሉ ተመፅኡ ይርግረግ እዩ ሳታ ኤክስፔክቴሽኖም
እንታ ኣዴኻ ገብር መከላኸልያ ክመፅእ ኣብ ዶባት ናይ ኤርትራ ኣብ ዶባት ኤርትራ እንድሕር ድኣ እቲ ሰራዊት ምክልኻል ዝበሃል ዘሎ ናይ ኣብየት ወዲ በሻሻ እንተድኣ መፅዩ ይደዓኽ ይጭፍጨፍ ይቕጥቀጥ ከምዚ ክንሰምዖ ዘለና እንታይ እዩ ዝብለና ዘሎ በቃ ሻዕብያ እቲ ኩነታት እቲ ኩናት ኣብ ዶቦም ክመጽእ ኣይደልዩን እዮም ኣብ ጥቆኦም ክቀርብ ኣይደልዩን እዮም እንታይ ክገብር ኣብ ጥቃና ክቀርብ ኣብ ጥቃና ክቀርብ ኣይንደልን ኢና ኩናት ወረ ኩናት ኣየድልየናን እዩ ሰላም ኢና ንደሊ እንብል ዘለና ብዘይ ምክንያት ኣይኮነን እዚ ኣብ መንጎ ኤርትራን ትግራይን ተጀሚሩ ዘሎ ጽምዶ ሰላም ድማ ድምጺ ጥይት እንመርሓቅ እዩ ኣብኡ መጺኻ እንተድኣ ኹናት ክትገብር ትሓስብ ኮንካ፣ እቲ ትማሊ ትሓስቦ ዝነበርካ ግዝያዊ ምምሕዳር ኮንካ፣ ሕጂ ኣብ ኣዲስ ኣበባ ኮንካ ንዑ ከተተግብሮ ትሓስብ እንድሕር ኣለኻ ኮንካ፣ ብጣዕሚ ርሒቕካ ኣለኻ ማለት እዩ። ከምዚ ትብሎ ዘለኻ ሻዕብያ ኣብ ጥቕኡ ድምጺ ጥይት ክሰምዕ ኣይደልን እዩ። ኣርሒቑ፣ ተደሊኹም ኣብኡ ተኻናኾቱ፣ ተደሊኹም ተጫፋጨፉ፣ ንዓኹም ይምልከት። ኣብ ውሽጥኹም ግበርዎ፣ ኣብኡ ኮንኩም ከኣ ተደሊኹም ፍትሕዎ፣ ተደሊኹም ተኻናኾቱ፣ ንዓኹም ይምልከት። እዚ ኮይኑ ዝስሕቐሎም ካብ ዶብና ሰርሒቕናያ ኣለና እታ ግጭት ይብሉ ኣለዉ። ሓያል ቁማርተኛ እንድዩ ኢሳያስ። ሓያላት ቁማርተኛታት እንታይ እዮም ዝገብሩ ድማ ተበሊዖምኻ ይበልዑኻ ተተበሊዖም ትውልዐሎም ንስኻ ሕዚ ዝውልዐሉ ተቐሚጡ እዩ ኢሳያስ ተበሊዑ እዛ ቁማር መንግስቲ ተውዲቑ ኢትዮጵያ ተተራሚሱ ወለን ጉድ ፀላዕ በሊዑ ኣሎ ማለት እዩ ተተወሊዑ ግን መን ይውልዐሉ ተጋሩ ንውልዐሉ ማለት እዩ። ብዙሓት ፖለቲከኛታት ርኢና ኢና ሃገሮምን ህዝቦምን ዝኸሓዱ ከምዚ ሰብ እዚ ገይሩ ግን ንህዝቢ ትግራይ ዘዋረደን ንህዝቢ ትግራይ ዝኸሓደን ን ኣቤቱ ወዲ በሻሻ ከዳሚ ኮይኑ ዘገልገለን ኣብ ታሪኽ ተራእዩን ተሰሚዑን ኣይፈልጥን እዩ እታ ኩዕሶ ከኣ ኣብ ውሽጥኹም እዩ ገይርዋ ደሎ ኣብኡ ኮንኩም ከኣ ተቀባበሉላ ክትለምዑ ዲኹም ክትጠፍኡ ከኣ ንዓኹም ይምልከት ማለት እዩ። ነዚኦም ክንሪኦም ዝጸናሕና ባንዳታት እትኸውን ሕጽር ዝበለት ግብረ መልሲ እውን ኣላ ናባኹም ከብላያ ንስምዓያ። ኣመይ ኩሕሎ ተባሂሉ ከደ ሽዋ ኮይንካ ዶ ትግራይ ይሕሎ ንኣዳም ገሪምዎ ኣሎ ተባሂሉ እዚኦምስ ምስ ሽዋ ተረኺቦምስ ተዋዓዒሎምስ ንትግራይ ክገዝኡ እ ህዝቢ ትግራይስ ወያነ እዩ ረጊፁ ሒዝዎ እምበር ምዝራብ ከሊእዎ እምበር ንህዝቢ ትግራይ ዘለዎም ንዕቀት እኮ እዩ ዘርኢ ከመይ ኢሎም ንዕቐሞታ ትጅግና ህዝቢ ወያነ እስኪ ዝግበር እዚ ግበር ኢላ ክትእዝዞ ትጀግና ህዝቢ ትግራይ ንደርጊ ዘየዘን ንሃይለስላሰ ዘይእዘዝ እናወየነ እናተቓለሰ ዝነብር እምቢተኛ ህዝብስ ደቁ ምእዛዝ ኣብይዎ ንደቁ ይእዝዞም እምበር ደቁ ዶ ይእዝዝዎ እዮም ህዝቢ ትግራይ ስለዚ እታ ፀገም ንሳ እያ ጥራሕ ህዝቢ ትግራይ ኣብ መንጎኡ ሌቡ ከይኣትዎ ጠንቀቀ ኣለዎ ፈልጦም ኣለዉ ምስሩ ብጣዕሚ እየ ሓዚነ ኣነ ሓደ ሓደ እዋን ሓደ ሓደ ድልያቡ ሰምዖም ኣለኹ ዘረብኦም ብጣዕሚ ሓፍየ ትግርኛ እናተዛረቡ ተጋሩ መሲሎምስ ናይ ትግራይ ይሁዳ ኮይኖም ከግልግሉ ክርስቶስ እውን እኮ ዓሰርተ ክልተ ሃዋርያት ንበርፅ ተሎ ንይሁዳ እኮ ይፈለጦን ጸኒሑ ድሓር እዩ ተፈሊጡ ሕይ እውን ይሁዳታት ኣለውና ይሁዳታት እንካብ ንህዝቢ ትግራይ ሒዝካ ምስ ካልኦት ጸላእቲ ህዝቢ ትግራይ ኮይኖም ገዛእቲ ህዝቢ ትግራይ ክኾኑ ዝሓስቡ ሓሰውቲ
ሓሰውቲ ዋሓቁ ፅብቅቲ ግብረ መልሲ ሂብዎም እዚኦም እዮም እዞም ባንዳታት ህዝቢ ትግራይ ዕድል ኣይገበረን ከምዚኦም ዝኣመሰሉ ፖለቲከኛታት ኢና ባሃልቲ ሎቅማፃት ንህዝቢ ትግራይ ኣብ ዘይተደልየ ስቃይ ኣውሪዶም ኣብ ዘይተደልየ ሓሳረን መከራን ደርብዮም ንሶም ነዛ ንውልቃዊ ሂወቶም ክነብሩ ክብሉ ኣብ ኣዲስ ኣበባ ኣብ ምቾት እናነበሩ ሰላም ንህዝቢ ትግራይ እናበሉ ብህዝቢ ትግራይ ዝሽቁጡ ባንዳታት እዮም ኣብ ኣዲስ ኣበባ ዘለዉ። ንሎሚ ኣዳሊናዮ ዝነበርና ሕጽር ዝበለ መደባት ነዚ ዝተኻታተልኩሞ ይመስል ኔሩ። ኣብ ቀጻሊ ብኻልእ ፍልይ ዝበለ መደብ ክሳብ ንራኸብ ኣብ ዘዘለኹሞ ሰላምን ጥዕናን ንዓኹም ይኹን።
ነባት ሜድያ።
ነባት ሜድያ። ነባት ሜድያ። ነባት ሜድያ። ነባት ሜድያ።